ሰላም ተኸታተልቲ ማህሌት ፕሮ ከመይ ቀኒኹም ሎማዓንቲ ፍልይ ዝበለት ክላስ ስፔሻል ክላስ እየ ሒዘልኩም መፅየ ዘለኹ ሓሙሽተ ደቒቕ ካብ ግዜኹም ሃቡኒ ዘይትርስዕዋን ኣዝያ ኣገዳሲትን ትምህርቲ ሎማዓንቲ ክንርኢ ኢና ናይ ሎማዓንቲ ንሪኦ ኸኣ ከመይ ጌርና ብሞባይልና ድዩ ብዝኾነ ካሜራ ዝሰኣልናዮ ፅሕፈት ናብ ቴክስት ንቕይሮ ማለት እዩ እዛ ትሪእዋ ዘለኹም ሕጂ ስእሊ እያ png እያ ማለት እዩ ናይ ሓንቲ ግጥሚ ስእሊ እያ ማለት እዩ ብሞባይል ድያ ብዝኾነ ተወስደት ማለት እዩ ነዚኣ ከፊተ ከርእየኩም እየ ሕጂ ተከፊታ ናሃለትኩም ማለት እዩ ራንደም ኣብ ኢንተርነት ዝረከብኩያ ማለት እዩ ብስእሊ ድተወሰደት እያ ከኣ ማለት እዩ ስለዚ ነዛ ነዚኣ ከይጸሓፍና ማለት እዩ ታይፕ ከይገበርና ከመይ ጌርና ነዚ ስእሊ ዘሎ ጽሕፈት ናብ ጽሑፍ ንቕይሮ ድሕሪኡ ሽዑ ከም ድላይና ስታይል ሕብሪ ክንህቦ ንኽእል ከም ድላይና ፎርማት ክንገብሮ ንኽእል ማለት እዩ ናይ ሎማዓንቲ ትምህርቲ እዚኣ እያ ናባኸብለኩም ሕጂ ብመጀመርታ እንታይ ንግበር ጽሑፍ ብስእል ዝተወስደ ጽሑፍ ማለት እዩ ካብ ጉጉል ዳውንሎድ ንግበር ትግርኛ ደሊና ስለ ዘለና ትግርኛ ቴክስት ክብለ ኢሜጅስ ክኣትወ ሕጂ እዛ ቀዳመይቲ ዘላ ንውሰዳ ድሓን ጽብቅቲ እያ ናይ ሚለንዩም መዝሙር ትብል ግጥሚ እያ ራይት ክሊክ ጌረ ኣብዚ ሴቭ ኢሜጅ ኣስ ኣብ ዳውንሎድስ ማለት እዩ ጀስት ሴቭ ክብላ እያ ማለት እዩ እጂ ሴቭ ጌርያ ኣለኹ ማለት እዩ ብድሕሪ እዚ ናብ ድራይቭ ይኸይድ ማለት እዩ ኩሉ ግዜ ናብ ድራይቭ ከኣ ብኢመይል እና ጌርና ክንኣቱ ንኽእል ኢና ማለት እዩ። ኣብዚ ኣቲና ድራይቭ ክንብላ ንኽእል ኢና ማለት እዩ። ኦረዲ ከፊተዮ ስለ ዘለኹ ግን እዚ ኣብ ድራይቭ ኣለኹ ማለት እዩ። ኣብዚ ራይት ክሊክ ጌረ እንታይ ክገብር እኽእል እየ ኣፕሎድ ፋይልስ ክብላ እኽእል እየ። ኣፕሎድ ፋይልስ ክብላ እየ። ነታ ዳውንሎድ ዝገበርኩዋ ኣፕሎድ ክገብራ እየ ናብ ድራይቭ ማለት እዩ። ሕጂ ከም ትሪእዋ ዘለኹም ናብ ድራይቭ ኣፕሎድ ኮይና ኣላ ማለት እዩ ኣፕሎድ ከም ዝኾነት ከኣ ቀጠልያ ቲክ ትህበና ማለት እዩ ኣፕሎድ ኮምፕሊት ኮይኑ ኣሎ ስለዚ እታ ዝተኸዋታ ኢሜጅ እዚኣ እያ ማለት እዩ ከም ትሪእዋ ዘለኹም ፒኤንጂ ወይ ከዓ ጄፔግ ኢሜጅ ማለት እዩ ስእሊ ማለት እዩ ዘሎ ሕጂ እንታይ ኢና ንገብራ ኩሉ ግዜ ኣፕሎድ ምስ ገበርና ናብ ኣመፂና ራይት ክሊክ ጌርና ኦፕን ዊዝ ጉግል ዶክስ ካሊእ ዋላ ሓንቲ ምስጢር የብላን እዚኣ እያ ማለት እዩ ብጉግል ዶክስ ኦፕን ንገብራ እታ ስእሊ ክትከፍተልና እያ ማለት እዩ ብጉግል ዶክስ ወይ ከዓ ብዎርድ ክፈትልና ንብላ ኣለና ማለት እዩ ስለዚ እታ ስእሊ ከፊታታና ሃለት እዚኣ እታ ስእሊ ከፊታታ ኣላ ሕጂ እትሪእዎ ኣለኹም ነቲ ስእሊ ዝነበረ ከም ስእሊ ገይረ እያ ትለየ ዘላ ዋላ ሓደ ቀይሮቶን ዘላ ማለት እዩ ከንእሶ ከዕብዮ እውን ይኽእል እየ ማለት እዩ ንታሕት ስክሮል ምስ ንገብር ግን ከም ትሪእዎ ዘለኹም ናብ ጽሑፍ ቀይራቶ ማለት እዩ። እታ ርእሲ ዝነሃለት ናይ ሚለኒየም መዝሙር ትብል ብምሉኡ ናብ ጽሑፍ ቀይራቶ ማለት እዩ። ኦፍ ኮርስ ግጥሚ ስለ ዝኾነ ብስሩዕ ኣጸሓሕፋ እዩ ተጻሒፉ ነይሩ። ንሱ እቲ ፎርማቲንግ ጠፊኡ ኣሎ። ንሱ ግን ዋላ ሓንቲ ኢንተር እንዳበልካ ከምዚ ጌርካ ከተዐርዮ ትኽእል እዩ ማለት እዩ። ኩላ የዕሪና ምስ ወዳእናያ ከኣ ከምዚ ንርእዮ ዘለና ትመስል ማለት እዩ ከምዚ ዝረኣኹማ ጀስት እቲ ስፔሲንግ ጥራሕ ነተዓራርዮ ማለት ኢዩ እቲ ፎርማቲንግ ንመልሶ ሕጂ ከመይ ጌርና ካብ ስእሊ ናብ ጽሑፍ ንቕይር በዛ ቀላል ኣገባብ እዚኣ ጌርና ክንሰርሕ ንኽእል ማለት ኢዩ ስለዚ ናይ ሎምዓንቲ ትምህርቲ ሓጸርን ኣዝያ ጠቓሚትን ኢያ ማለት ኢዩ ብዝሕ ዝበለ ጽሑፍ ብካሜራ ናይ ሞባይልና ዝወሰድናዮ እንድሕር ኣሎ ናብ ቴክስት ቀይርና ኤዲት ክንገብሮ ክንድምስሶ ክንውስኸሉ ክነጉድለሉ ንደሊ እንድሕር ኮይና ብኸምዚ ኣገባብ ብስእሊ ወሲድናዮ ንጸንሕሞ ናብ ድራይቭ የእቲና ከኣ ናብ ቴክስት ንቕይሮ ደሓር ሽዑ ከምደላይና ኢዲት ክንገብሮ ንክእል ማለት እዩ ስለዚ እዚ ሕጂ ንኣብነት እዚ ርእሲ ዘሎ ሕጂስ ከስምረሉ እንድሕር ደልየ ኣንደርላይን ክገብረሉ ይኽእል እየ ኣብዚ እንድሕር ዝኾነ ነገር ገብረ ደልየ ግን ነዚ ሰሌክት ከማን ክገብሮ ኣይክእልን እየ ከም ስእሊ ስለ ዘሎ ማለት እዩ ስለዚ ርድእቲ ነይራ ክትከውን ተስፋ ይገብር ኣብ ካሊእ እዋን ብካሊእ ትሕዝቶ ክሳብ ንራኸብ ሰናይ ቅነ ቻው